ካብ መጀመርያ ዝተሞርዐያ መሬት ስለ ዝነበራ እዩ። መሬት ቅድሚ ኩሉ ዝሰርዕ ሓያል ሓረስታይ ኮይኑ ድማ ሰበይቱ መሬታ ሸይጣ ከተማ ክትከይድ ከም እትደሊ ክትነግሮ እንከላ መጠረሻ ዓለም ከም ዝኣኸለ ኮይኑ ይስምዖ። ኣብ መጠረሻ ማንም ዘይጥርጥሮ ነገር ይገብር እሞ ዕድሙ ልክዑ ዘጣዕሶን ከቢድ ዋጋ ዘኽፍሎን ኮይኑ ይጸንሕ። ናይ ሰብ መሬት ደሊኻ ዝመጽእ ሓዳር መጠረሽኡ ጽቡቕ ከም ዘይኮነ ዘርኢ ፊልም ሒዘልኩም መጽየ ኣለኹ። ፈጺምኩም ዘይትግምትዎ መጠረሻ ክትርእዩ እዚ ቪድዮ ላይክ እና ሼር ኢልኩም ጀምርዎ ክሳብ መወዳእታ ምሳይ ጽንሑ። ፊልምና ጅምር ኣብ 1925 ጄምስ ዝተባህለ ብሓሳቡ ተወጢሩ ዝነበረ ሰብኣይ ንመጀመርያ ግዜ ከተማ እናኣተየ እናርኣየና እዩ። ብጣዕሚ ተጨናኒቑን ዝፈርሐን እዩ ዝመስል። ኣብ ሓደ ሆቴል ክፍሊ ይሕዝ እሞ እቲ ማዕጾ ከም ዝተቖለፈ ብተደጋጋሚ ድሕሪ ምርግጋጽ፣ ኣብ ሓደ ጥርጴዛ ኮፍ ኢሉ ኑዛዜ ምጽሓፍ ይጅምር። እቲ ዝናዘዞ ነገር ቀሊል ኣይመስልን፣ ካብ ምንቅስቓሳቱን ጭንቀቱን ከቢድ ነገር ዝገበረ እዩ ዝመስል። እዚ ኹሉ ካብ ምንታይ ከም ዝተላዕለን ናይ ጀምስ ድሕረ ባይታ ንኽንርእን ድማ እቲ ምስሊ ይቕየር እሞ ንዓሰርተ ትሽዓተ ዒስራን ክልተን ሰለስተ ዓመት ንድሕሪት ይወስደና። ጀምስ ኣብዚ ግዜ እዚ ህርኩት ሓረስታይ እዩ። መሬቱ ድማ ኩሉ ነገሩ እዩ። ኣብ ቀረባ ጊዘ ክውስኸለን እየ ዝብለን ድማ ሰማንያ ሄክታር ግራት ኣለዎ። ንዕኡ ድማ እዛ መሬት እዚኣ ኩርዓት፣ ሃፍትን ፅንዓትን ዝብል ትርጉም ነይርዋ። ግን ሰወይቱ ኣርለት ናይ በይና ሚእቲ ሄክታር መሬት ኣለዋ። እዚ ክትሰምዑ እንከለኹም ካብ መጀመርያ ንኣርለት ዝተመርዐየሉ ምኽንያት ንምፍላጥ ብዙሕ ኣይክኸብደኩምን። ናታን ናቱን መሬት ኣጣቢቑ፣ ብጣዕሚ ሰፊሕ ሃፍቲ ክህሉ እዩ ዝምነ። ብዚ መንገዲ እዚ ዝሰማምዑን ዝሳነዩን ኣይመስሉን። ግን ኣብ ሞንጎ ሓደ ዝገብሮም ወዶም ሄነር ኣሎ። ጀምስ ክንዛረብ ክንሰምዖ እንከለና ልዕሊ ህይወቱ ኣሕሊፉ ዝፎትዮን ክልተ ነገራት ኣለዎኦ ወዱን መሬቱን። ሰበይቱ ኣርለት ከቲልኩምኒ ከም መጀመርያ ዝተሞርዕያ ንመሬታ እዩ ነይሩ። ነገራት ናብ ሓዳሩ ክመጹ እንከለዉ ድማ ዕግርግርን ባእስን ዝበዝሖም እዮም። ምስ ሰበይቱ ኣርለት ክባኣሱ እምበር ክሰማምዑ ፈጺሞም ኣይረኣዩን። ኣርለት እዘን ሚእቲ ካሬ ሸይጣ ንከተማ ከይዳ ሓድሽ ህይወት ጀሚራ ናይ ፋሽንን ዲዛይንን ዕዳጋ ክትከፍትን ኣብ ዘመናዊ ዓለም ክትነብርን እያ ትደሊ። ንሳ ካብ ናይ ገጠር ህይወት ዝተፈለየ ህይወት ምድላያ ንጄምስ ዓብዪ ሕማም እዩ ነይሩ። ብዛዕባኡ ኣብ ዝተዛረበት ሰከንድ ድማ ዓቕሉ ይውድእ'ሞ ክጻረፋ ይጅምር። ንዕኡ መሬትካ ምሻጥ ማለት ፈጺምካ ናብ ሕቶ ዘይኣቲ ነገር እዩ። መሬትካ ምሻጥ ክብርኻን ሽምካን ኣሕሊፍካ ምሃብ እዩ ኢሉ ንኣርለት ተኻቲዑ ከእምና ይሞክር። ግን ኣርለት እውን ፈጺማ ኣይትሰምዖን። ኣብ መጠረሻ ሓደ ከቢድ ውሳነ ትውስን። እንድሕር ደኣ ንስኻ መሬትካ ሼጥካ ምሳይ ዘይትኸይድ ኣነ እታ ናተይ ሚእቲ ሄክታር ሸይጠ ከተማ ከይደ ሓድሽ ህይወት ክጅምር እየ ዝደሊ። ኣብዚ ናይ ሓዘንን መከራን ህይወት ክቕጽል ኣይደልን ኢላ ክትዛረቦ እንከላ እቲ ኣቐዲሙ ተፈጢሩ ዝነበረ ችግር ናብ ዝኸበደ ብርኪ ይድይብ። ድሕሪ እዚ ጄምስ ካሊእ መንገዲ ክሙኩር ይጅምር፣ መሬትኪ ባዕለይ ክሸጦ እየ፣ ግን ሕጂ እኹል ቅርሺ ስለ ዘይብለይ ኣብ ሸሞንተ ዓመት በብቑሩብተይ እናጎርኩ ክኸፍለኪ ኢለ ሓሳብ የምጸላ። ኣርለት እዚ ክትሰምዕ እንከላ ሰሓቕ ትመውት እሞ ንምንታይ እየ ንዓኻ ሸሞንተ ዓመት ዝጽበ፣ ብዙሓት ክገዝኡ ዝደልዩ ሰባት እኮ ጽቡቕ ዋጋ ኣቕሪቦምለይ ኣለዉ፣ ኣብ ከተማ ሓዲሽ ህይወት ክጅምር ተደልየ ንዓኻ ሸሞንተ ዓመት ዘጸብዮ የለይን ኢላ ትነግሮ። ኣብ ክንድኡ ጽቡቕ ውዕሊ ኢላ ዝሓሰቦቶ ሓሳብ ተቕርበሉ። ኣነን ንስኻን መሬትና ብሓደ ሓቢርና ንሽጦ። ንስኻ ስመና ሄክታርካ ኣነ ድማ ሚእቲ ሄክታረይ። ኣብ መጠረሻ ግን እቲ ቅርሺ ማዕረ ንማቐሎ፣ ኣነ ከተማ ከይደ ሓድሽ ህይወት ይጅምር፣ ንስኻ ከኣ ዝደለኻዮ ትገብር ኢላ ትነግሮ። ጄምስ ተገሪሙ ወዲ ናይ ሄነሪ ከይሉ ይሓታ። ሄነርማ ብዘይ ጥርጥር ምሳኣ ይኸይድ፣ ዓሰርተ ሓሙሽኤ ዓመቱ ናይ ከተማ ህይወት ንኽላመድ ድማ ኣይከብዶን ኢላ ትነግሮ። እዚ ክሰምዕ እንከሎ ጄምስ ዝነወሮ ዓቕሊ ይውድእ። ቀዳማይ ነገር ወደይ ካባይ ክትወስድዮ ፈጺም ከይትሓስቢ። ካልኣይ ነገር መሬተይ ፈጺመ ኣይሸይጥን ኢሉ ንኣርለት ክካታዓን ሓሳባ ክቐይራን ድሕ ይብል። ኣርለት ግን ናብራ ሕርሻ ብጣዕሚ የንጸርጺርዋ ነይሩ። ንኽትሰምዖ ድማ ፍቓደኛ ኣይነበረትን። መሬታ ሸይጣ ክትከይድ ምዃናን ናይ መጠረሻ ውሳነኣ ምዃኑን ተፍልጦ። ኣብዚ ሰዓት እዚ ጄምስ መማረጺ ከም ዘይብሉ ይርኢ እሞ ንኽሓስበሉ ግዜ ንኽትቦ ይሓታ። እቶም ዝቕጽሉ ዝተወሰኑ መዓልታት ጄምስ ዝሓስበሉ እሎ እንተምስል፣ ኣርለት ግን መሬታ ምስ ክገዝኣ ዝደሊ ሰብ ዘራኽባ ደላሊ ተቋጺራ እያ ዘላ። ንከተማ ክትከይድ ድማ ክዳውንታ ሓጺባ እናቐረበቶ እያ ዘላ። ጄምስ ነገራት ኣብዚ ብርኪ እዚ ክበጽሑ እንከለዉ ምንም መፍትሒ ኣየምጸን። መሬቱ እናተሸየጠ ሱቕ ኢሉ ክርእ ድማ ኣይደለየን። ድሕሪ እዚ ናብ ኣርለት ቀስ ኢሉ ይቐርብ እሞ ጠጠው ተዘየቢላ ባዕሉ ጠጠው ከም ዘብላ ይነግራ እሞ ብውሽጡ እንድሕር ደኣ እዛ ሓሳባት ዘይቀይራ ናይ ግድን ክቅትላ እየ እምበር መሬተይ እናተሸጠ ሱቅ ኢለ ኣይርእን ኢሉ ይውስን ግን እዚ ውሳነ እዚ በይኑ ክውስኖ ኣይደለየን ንወዱ ሄኖሪ እውን እቲ ጉዳይ ኣፍሊጡ ኣብቲ ስራሕ ክሕግዞ ክገብር ይደሊ ንወዱ እናኣለሾ ጸኒሑ ምስ ሓንቲ ሼነን እትበሃል ቆልዓ እናተዛናገዐ ይጸንሖ እሞ ተናዲዱ ንሼነን እናጎየየ ካብቲ ገዛ ኣውጺኡ ንወዱ ሒዝዎ ይኸይድ ማንም ሰብ ንከይሰምዖም ናብ ውሽጢ እቲ ግራት ሒዝዎ ካብቲ ገዛ ርሒቅ ይኸይድ እሞ እቲ መሬት ኩሉ ነገርና እዩ መሰረትና ሕሉፍና ኣብ ልዕሊኡ ካዓ መፃኢና ኣዴኻ ግን እዚ ኩሉ ኣሕሊፋ ክትሸጦ እያ እትደሊ እቲ ዘይረብሕ ሕልማ ኣብቲ ዘይረብሕ ኸተማ ንኽትነብር ንዓኻ እውን ናብ ከተማ ወሲዳ ድኹም ሰብኣይ ገይራ ክተዕበየካ እያ እትደሊ ኣብዙ ኣብ ሕርሻ ምሳይ ተዓቢኻ ጠንካራን ዱልዱልን ሰብኣይ ኢኻ ክትከውን ግን ንሳ ሓሳባ ምቕያር ስለ ዝኣበየት ከወግዳ ወሲነ ኣለኹ ኢሉ ይነግሮ እሞ ሄነሪ እዚ ክሰምዕ እንከሎ ይደንግፅ ኣርሌት እኮ ዋላ እዚ ትበል ድኣ እምበር ሰበይትኻ እያ ኣደይ እያ ከመይ ኢልና ከምዚ ንገብር ኢሉ ይሓቶ። ጀምስ ግን ሰበይተይ ዓቢዳ እያ ኣዴኻ ምስ ውነ ኣየላን እንድሕር ድኣ ስቕ ኢልና መሬት እናሸጠት ርኢናያ ኩሉ ነገር እዩ ክፈርስ ሓዳርና ጥራይ ዘይኮነስ መሬትናን መጻኢና እውን እያ ተፍርሶ ዘላ እዚ እናተፈጠረ ድማ ስቕ ኢልና ክንርኢ ኣይንኽእልን ኢሉ ንሄነሪ እቲ ሓሳቡ ንኽቕበል ብተደጋጋሚ ይደፍኦ። ሄነሪ ካሊእ መንገዲ ክህሊ ይኽእል እዩ ኢሉ ነቦኡ ከእምኖ ይሙክር። ካሊእ መንገዲ ድማ ነይሩ እዩ። ጄምስ ግን እዛ መንገዲ እዚኣ ጥራሕ እዩ ፈትይዋ እኔ። ብተደጋጋሚ ክጭቕጭቖ እንከሎ ድማ እታ ሓሳብ ናብ ርእሱ እናኣተየቶ ትመጽእ። እቲ ምሸት ንሱ ድራር ንምብላዕ ክቕረቡ ከለዉ ነገራት እናኸፍኡ ይኸዱ። ሄነሪ ነዲኡ ንኸተማ ምሳኣ ክኸይድ ከም ዘይደሊ ይነግራ። እሳ ተናዲዳ ፎቲኻ ጸሊእኻ ምሳኣ ኢኻ ትኸይድ ኢላ ትነግሮ። ዕልዕል እዚ ወሲኹ እንታይ ከ ኢኺ ትጽበዪ ኣለኺ ካብዚ ገዛና ውጽኢ ይትረፍ ምሳኺ ክኸይድ ኣብዚ ምሳና ምንባርኪ ምንም ደስ የበለንን ኢሉ ይዛረባ። እቲ ዘሕዝን ነገር ግን ሄነሪ እዚ ኩሉ ብጭካነ ነዲኡ ዝዛረበሉ ዘሎ ምኽንያት ካብ ኣቦኡ ንኸድሕና እዩ። እንድሕር ደኣ ሕጂ ቀልጢፋ ከይዳ ኣቦኡ ከይቀተላ ክተምልጥ እያ ብዝብል ተስፋ። ኣብ ዝቕጽል ንግሆ ጄምስ ዝተቐየረ ሰብኣይ መሲሉ ናብ ኣርለት ይቐርብ እሞ ንነዊሕ ግዜ እናሓሰብኩሉ ድሕሪ ምጽናሕ ወሲነ ኣለኹ። መሬትና ብሓደ ክንሸጦ ኢና፣ ሓቢርና ድማ ንከተማ ክንከይድ ኢና ኢሉ ምንም ዘይተጸበዮቶ ሓሶት ክትረጋጋዕ ይገብራ። ኣርሊ እቲ እዚ ክትሰምዕ እንከላ ጋህዲ ዝተቐየረ ሕልሚ ኮይኑ ይስምዓ እሞ ብጣዕሚ ትሕጎስ። ምስ ሰብኣያ ንነዊሕ ግዜ ኣቋሪጻቶ ዝነበረት ምሕቋፍን ምስሕዓምን ድማ ትጅምር። ለጋስ ለዋህ ዘፍቅራን መሲሉ መዓረይ ምቅርተይ እናበለ ክቀባጥረላ ክጅምር እንከሎ ኣርልት ምንም እንከይጠርጠረት ትኣምኖ። ድሕሪ እዚ ኩሉ ጭቕጭቕ ሓሳቡ ቀይሩ ኣሎ ኢላ ድማ ትኣምን። እዚ ምሸት እዚ ብቐሊሉ ዝሕለፍ ኣይኮነን፣ ክኽበር ኣለዎ ብምባል ከቢድ መስተ ምስታይ ትጅምር። ጄምስ ግን እቲ ኣልኮል ዋላ ሓንቲ ኣይጥዕምን። ንሳ ዝበለጸ እናሰተየት እናሰኸረት ክትከይድ እንከላ፣ ንሱ ግን ብሓሳብ ርእሱ ተወጢሩ ዋላ ሓንቲ ግዜ ኣይመዓጐን። ብርጭቆኣ ክትውድኦ እንከላ መሊሱ ይቐድሐላ። ኣብ መጠረሻ ኣርለት ልዕሊ ዓቕማ ትሰክር እሞ ጄምስ ደጊፉ ናብ ምድቃሳ ይወስዳ። ከም ዝደቀሰት ድሕሪ ምርግጋጽ ናብ ሄነሪ ይምለስ እሞ ስርሖም ዝጅምርሉ ሰዓት ከም ዝኣኸለ ይነግሮ። ሄነሪ ግን ፈጺሙ ክገብሮ ኣይደልን። ንቕተላ ዝብሎ ኣሎ ኣዲኡ እያ። እቲ ሓሳብ ናብ ርእሱ ክመጽእ ከሎ ንባዕሉ ብጣዕሚ እዩ ዝጭነቕ ኣሎ። ጄምስ ግን እቲ ጉዳይ ክንዲ ዝተኻእሎ ቀሊል ከምስሎ ይሙኩር። ኣዴኻ እንድሕር ድኣ ዘይቀቲልናያ ኩሉ ነገር እያ ክተበላሽዮ። እቲ መሬት ክሽየጥ እዩ፣ ነቲ ዘይረብሕ ሕልማ ኢላ ድማ ህይወትና ክተባላሽዮ እያ። ክንድኡ ጽባሕ ንግሆ ምእንቲ ቀልጢፍካ ትምህርትኻ ክትከይድ ቀልጢፍና ንጀምር ኢሉ ይነግሮ እሞ፣ ሄነሪ ኣቦኡ ማዕረ ክንደይ ኑቲ ጉዳይ ኣቕሊሉ ከም ዝርእዮሉ ክፈልጥ እንከሎ ብጣዕሚ ይፈርሕ። ብቐሊሉ ቅድሚ ምድቃስካ ትውድኦ ስራሕ ምሲሉ እዩ ጸዊዕዎ። ሄነሪ ዓሸና ጄምስ ድማ ካራ ሒዞም ኣርለት ደቂሳሉ ናብ ዝነበረት ክፍሊ ኣትዩ። ሄነሪ እታ ዓሸና ናብ ገጻ ይድርብየላ እሞ ጄምስ ብቲ ካራ ወጊኡ ኣቦን ወድን ተሓጋጊዞም ሰበይቶምን ኣዲኦምን ይቐትሉ። ሬሳ ኣብታ ዓሸና ጠቕሊሎም ካብቲ ገዛ ምውጻእ ይጅምሩ። ግን ሄነሪ ልዕሊ መጠን ፈሪሑን ደንጊጹን ስለ ዝነበረ ኣብ መንገዲ ውንኡ ስሒቱ ናብ መሬት ይወድቕ። ጄምስ ንወዱ ድኹም ኢሉ እናጸረፈ በይኑ ይሽከማ እሞ እናጎተተ ናብቲ ግራት ብምውሳድ ናብቲ ዘይጥቀሙሉ ናይ ቀደም ዒላ ይድርብያ። ተመሊሱ ንሄነሪ የተስኦ እሞ ማይን ሳምናን ሒዙ ንክመጽእ ይነግሮ። ምኽንያቱ ኣብቲ ገዛ ብዙሕ ዝተንጠባጠበ ደም ስለ ዝነበረ ቅድሚ ፀሓይ ምውፅኣ ብፍጥነት ክሓፅብዎ ነይርዎም። እቲ ምሸት ንሱ እውን ኣቦን ወድን ሙሉእ ገዛ ብሳምናን ማይን እናፋሕፍሑ እዚ ኹሉ ዝገበርዎ ነገር ከም ዘይተፈጠረ ከምስልዎ ይሙኩሩ። ኣብ ዝቕፅል መዓልቲ ጄምስ እቲ ኣርለት ዝሞተላ ፍርናሽን ኣንሶላን ጠቕሊሉ ኣብቲ ሬስኣ ዝሓወእሉ ጉድጓድ ይድርብዮ። እዚ ጥራይ ከይከውን ግን ጠፊኣ'ያ ኢሉ ክዛረብ እንከሎ ሰብ ንኸይጠራጠሮ ዝበለጸ ክዳውንታ ኣኪባሉ ዝነበረት ሻንጣ እውን ናብኡ ይድርብዮ። ክዳውንታ የለን፣ ሃንደበት ድማ ጠፊኣ። ምስ ሰብኣያ ጽቡቕ ርክብ ኣይነበራን፣ ክትጠፍእ ድማ ትሓስብ ነይራ እያ። እዚ ታሪኽ እዚ ንማንም ሰብ ኣይከጠራጥርን። ድሕሪ ዝተወሰኑ መዓልታት ንኣርለት መሬታ ክትሸይጥ ደላላ ኮይኑ ዝሕግዛ ዝነበረ ወዲ ናብቲ ገዛ ይመጽእ'ሞ ምስ ኣርለት ቆጸሮ ነይርና፣ እንታይ ኮይና ዘይመጸት ኢሉ ይሓቶ። ጄምስ ምንም እንከይመሰሎ ሓደ ንግሆ ተሲእና ጠፊኣ ጸኒሓህና ኢሉ ይመልሰሉ። እቲ ደላላ ብዓይኑ ንኸረጋግጽ ንውሽጢ ገዛ ክኣቲ ይኽእል ተኾይኑ ይሓቶ እሞ ጄምስ ብንደት መን ኮንካ ኢኻ ናብ ገዛይ ትኣቲ ዘይትረብሕ ደላላ እኮ ኢኻ ናብ ገዛይ ዘእቲ ሓይሊ ኮነ ስልጣን ስለ ዘይብልካ ቅልጥፍ ኢልካ ካብ ሕርሻይ ውጻእ ኢሉ ይእዝዞ እቲ ደላላ ክፈርሕ ስለ ዝጀመረ ክወጽእ ይወስን ቅድሚ ምኻዱ ግን ንጄምስ እቲ ጉዳይ ገና ከም ዘይተወደኣን ከም ዝምለስን ይነግሮ በይኖም ክተርፉ እንከለዉ ሄነሪ ንጄምስ ሕዚኸ እንታይ እዩ ክፍጠር ኢለ ይሓቶ። እዚ ደላላ ናብ ፖሊስ ክኸይድ እዩ፣ ኣብ ልዕሌና ድማ ኣጋጣም ምርመራ ክጅመር ይኸውን እዩ። ንስኻ ጥራይ እቲ ዝበልኩኻ ከይትርስዕ ኢሉ ታሪኽ ክደግመሉ ይጅምር። ኣዴኻ ምሳይ ትበኣስ ስለ ዝነበረት ሓደ መዓልቲ ኩሉ ንብረታ ጠቕሊላ ጠፊኣ ኢሉ ንክዛረብ ይነግሮ። ሄነሪ ግን ካሊእ ጭንቂ ነይርዎ። እንድሕር ደኣ ምርመራ ኣብ ልዕሌና ተጀሚሩ ተጠራጢሮም እታ ዒላ ክፍትሽዋ እዮም። እቲ ሬሳ ትረኽብዎኸ ኢሉ ይሓቶ እሞ ጄምስ ዘዳልዮ ሓሳብ ነይርዎ። ክልቲኦም ካብቲ መጋዘን ላሕሚ የምጽኡ'ሞ ቀቲሎም ናብቲ ናይ ኣርለት ሬሳ ዝሓውእሉ ዒላ ይድርብይዋ። ድሕሪ'ዚ ንምፍታሽ'ውን ዝኸበደ ምእንቲ ክኸውን ብሓመድ ይደፍንዋ። ብዙሕን ከይጸንሐ ከምቲ ዝተጸበይዎ ፖላዊስ ይመጹ። ግን እቲ ተላኢኽኒ ፖሊስ በጋጣሚ ናይ ጄምስ ናይ ቀረባ ዓርኪ ይኸውን። ኣርለት ናበይ ከይዳ ኢሉ ይሓቶ'ሞ ጄምስ ምንምን ከይመሰሎ እታ ናይ ዓንተቦ ታሪኽ ይደግመሉ። እቲ ፖሊስ ግን ርግጸኛ ንምዃን ግድን እቲ ገዛ ክፍትሽ ከም ዘለዎ ክነግሮ እንከሎ፣ ጄምስ ዝሓብኦ ነገር ከም ዘይብሉ ኣፍ ልቡ ነፊሑ ንኽፍትሽ ይፍቕደሉ። እቲ ፖሊስ እቲ ገዛ ምፍታሽ ክጅምር እንከሎ፣ ጄምስ ናይታ ላሕሚ ኣጋጣሚ እናረድኦ ይጸንሕ። ከም ገሊላ ካብቲ ሕርሻ ወጺኣ ናብቲ ጕድጓድ ኣትያ፣ እቶም ካልኦት እንስሳት ንኸይኣትዩ ድማ ግድን ብሓመድ መሊኤ ክዓብሳ ነይሩኒ ኢሉ ንቲ ፖሊስ ብቕልል ዝበለ ታሪኽ የእምኖ። በዚ መንገዲ እዚ ኣናእሽተይ ሓሶታት እናሓሰየ እቲ ኣጋጣሚ ተፈጥሮኣዊ ከምስል'ዩ ዝምክርሎ። ኣብ ልዕሊ'ዚ ኣርለት ዝወሰደታ ሓንቲ ሻንጣ ኣላ፣ እተን ትፎትየን ክዳውንታን ዝነበራኣ ንብረትን ሒዛሃላ'ያ ከይዳ ትኸውን ኢሉ ነዚ ፖሊስ ወሲኹ ይነግሮ'ሞ ኣርለት ብሓቂ ናብ ከተማ'ያ ጠፊኣ ዝብል ጥርጥር ዘለዎ ሰብ እናበዝሐ ይመጽእ። እቲ ሓሶቱ ልዕሊ መጠን መእመኒ ካብ ምኾኑ ዝተልዓለ ኣዲኡ ምስኡ ኮይኑ ዝቐተለ ሄነሪ እኳ ንኽኣምኖ ቀሪቡ'ዩ ነይሩ። ድሕሪ'ዚ ደገ ክወጽኡ እንከለዉ፣ ጄምስ እታ ላሕሚ ዝሞተላ ጉድጓድ ነቲ ፖሊስ ከእርዮ ከም ዝደሊ ይነግሮ እሞ ኣርለት ጠፊኣ እያ ኢሉ ኣሚኑ ስለ ዝነበረ ከም ዘየድሊ ነጊርዎ ናብ መኪንኡ ይስቀል። ከምዚ ኢሉ ድማ እቲ ፖሊስ ይኸይድ እሞ ጄምስ ምንምን ከይተጠርጠረ ይተርፍ። ንዝተወሰነ ጊዘ ህይወት ኖርማል ኮይና ከምዚ ኢላ ትቕጽል። ኣውዕኣቱ እሞ ግራቱ ምዕጻድ ይጅምር። ብደገ ክረኣ እንከሎ ህይወት ኖርማልን ቀላልን ዘላ እያ ትመስል፣ ግን ውሽጣ ውሽጢ ነገራት ዋላ ይፍረሱ ደኣ እምበር ምንቃዕ እናጀመሩ እዮም። ሓደ መዓልቲ ሼርለት ናብ ሄነሪ ትመጽእ እሞ ንነዊሕ ግዘ ካሊእ ሰብ ኮይኑ ከም ዝስምዓሎን ልዕሊ መጠን ይጭነቕ ከም ዘሎን ከም ዘስተውዓለት ነጊራ ሓድሽ ነገር እንድሕር ደኣ ሃልዩ ትሓቶ። ሄነሪ ምንም ስለ ዘይመለሰ ጄምስ ኣብ መንጎ ይኣቱ እሞ ምንም ኣይኮነን ኣዲኡ ሃንደበት ስለ ዝጠፈኣት ቅሩብ ሓዘን እዩ ተሰሚዕወኒ ኢሉ ከጣፍኦ ይሙክር። እቲ ምሸት ንሱ ሄነሪ ናብ ጄምስ ይመጽእ እሞ ኣጆኻ ሚስጢርና ንዋላ ንሓደ ሰብ ኣይነግርን ንዓይ ክትኣምነኒ ትኽእል ኢኻ ኢሉ ነቡኡ ይነግሮ ጄምስ ድማ ንዓኻ እምበር ንመን ደኣ እሞ ክኣምን ብዛዕባ እዚ ጉዳይ ካዓ ምጭናቕካ ግደፎ ኢሉ ናብ ምድቃሱ ይሰዶ ሄነሪ ካብ ዝኸይድ ብዙሕ እንከይጸንሐ ግን ጄምስ ካብቲ መጋዘን ዝመጽእ ዘፍርሕ ድምጺ ይሰምዕ እሞ እንታይ ምዃኑ ንምርኣይ እናጎየ ይኸይድ። ኣብኡ ከብጽሕ እንከሎ ዝተወሰነ ኣናጹ ነተን ሓሳማ እናነኸሰ'ን ይጸንሕኦ። የባርረን እሞ ካበይ ከም ዝመጻ ክርኢ እንከሎ ምስታ ኣርለት ካብ ዝተቐበረ ህላው ጉድጓድ ዝተራኸበ ቱቦ እዩ። ተጨናኒቑን ፈሪሑን ናብ ገዛ ይምለስ እሞ ነቲ ኖዃል መዕበሲ ዝኸውን ስሚንቶ እናኣለሸ እንከሎ ኣብቲ መንበሪ ገዛ ኣርለት ጠጠው ኢላ ይሪኣ። ብፍርሓት ተመሊኡን ተደናጊጹን እቲ መብራህቲ ከብርህ እንከሎ ግን ሄነሪ ኮይኑ ይጸንሕ። ጄምስ ተናዲዱ፣ ንምንታይ ካብ ምድቃስካ ተሲእካ ኢሉ ይኹርየሉ እሞ፣ ሄነሪ ናይቶም ሓሰማ ድምጺ ሰሚዑ ከም ዝተሰእ ይነግሮ። ጄምስ ምንም ከም ዘይተፈጠረ ነጊሩ ንሄነሪ ቀልጢፉ ናብ ምህራሱ ንኽምለስ ይእዝዞ። ኣብ ዝቕጽል ንግሆ ስሚንቶ ኣዕዊጡ እተን ኣናጹ ዝወጻላ ቱቦ ብደንቢ ገይሩ ይዓብሳ። ጠጠው ከብል ዝምኩርሎ ግን እቲ ነናጹ ዘይኮነስ እቲ ናይ ጥፍኣት ስምዒት እዩ። ተግባሩ ብጭካነ ዋላ ይፈጽሞ ደኣ እምበር ኣዝዩ ከም ዝተጠሓሰ ግልጺ እዩ ነይሩ። ኣብዚ ሰዓት ሃንደበት እቲ ምስሊ ይቕየር እሞ፣ ን ዓሰርተ ትሽዓተ ዕስራ ሓሙሽተ ኬድና ሄነሪ ኣብታ ሆቴሉ ኑዛዜ እንትጽሕፍ ንረኽቦ። ኣብቲ ኮፍ ኢሉሉ ዘሎ ክፍሊ እቲ መንደቕ ምንቃዕ ይጅምር። ብውሽጢ ገለ ክወጽእ ዝደለየ ነገር ዝፍርፍር ዘሎ እዩ ዝመስል። እንተኾነ ግን ምጽሓፉ ይቕጽል። ሓደ ዕለት ሄነሪ ሕማቕ ዜና ሒዙ ከም ዝመጾ ይነገር። ጄንን ከም ዝጠነሰት ይነግሮ። ጄምስ ብጣዕሚ ይናደድ። ዓሰርተ ሓሙሽተ ዓመቶም ጥራይ እዚ ዝኣክል ሓላፍነት ከመይ ገይሮም ክሽከምዎ ከም ዝሓስቡ ድማ ይሓቶም። ንምንታይ ህይወትኩም ክተባላሽው ክንድዚ ዝኣክል ትችኩሉ ኢሉ ምስ ኮረየሎም ተመሊሱ ብዛዕባ ቅርሺ ምጭናቕ ይጅምር። ሕጂ ኣቦኣ ንሼነን ወይ ተመርዕውዋ ወይ ክፈሉኒ እናበለ ክመጽእ እዩ። ኣነ ድማ ክኸፍሎ ዝኽእል ዋላ ሓንቲ ሳንቲም የብለይን። ኣብቲ ዝሓለፈ ቀውዒ ዝረኸብናዮ ቅርሺ ምሉእ ንምሉእ ንናይ ባንኪ ዕዳይ ናብ ምኽፋል እዩ ኣትዩ። ሕጂ ድማ ምንም ቅርሺ የብለይን ኢሉ ናይ የነሪ ኩሬሉ ጄምስ ምንጥርጣሩ እንከይወደኣ ግን ኣቦኣ ንሼንን ዝኾነ ሃርለን ይመጽእ። ጄምስ ነዚ ሰብኣይ ካብ ዝፈልጦ ጀሚሩ እዩ ዝጸልኦ። ፍልይ ዝበለ ርክብ ወይ ሕሉፍ ሃልይዎም ዘይኮነስ ጄምስ ክህልዮ ዝምነዮ ዝነበረ ነገር ሃርለን ስለ ዘለዎ ብጣዕሚ ስለ ዝቐንእ እዩ። ብጣዕሚ ምልክዕቲ ዘመናዊት መኪና እዩ ዝሽፍር። ዝሑልን ትኩስን ማይ ኣብ ውሽጢ ገዝኡ ኣለዎ። ሰበይቱ ድማ ብጣዕሚ ትፈትዮን ትሕትና ዘለዋን ኩሉ ዝበላ ትሰምዕን እያ። ጄምስ ዘይብሉ ሰለስተ ነገራት። እዚ ቅንኣት እዚ ድማ ንነዊሕ ግዜ እናተደርደረን እናወሰኸን እዩ ጸኒሑ። ድሕሪ እዚ ሃርለን ናብ ጄምስ ይመጽእ እሞ ሰንኪ ወድኻ ዝገበሮ ነገር ጓለይ ናብ ቤተ ክርስቲያን ይሰዳ ኣለኹ። ኣብኡ ጥንሳ ቀጺላ እቲ ቆልዓ ወሊዳ ስነ ስርዓት ተማሂራ ናይ ፈጣሪ መገልገሊት ክትከውን እያ። እዚ ኩሉ ግን ሰለስተ ሚእቲ እዩ ዝውድእ። ግን ቁሩብ ተጸጊምካን ብዙሕ ትጨናነቕን ከም ዘለኻ ስለ ዝፈልጥ ሲሶ ጥራሕ እየ ክትከፍለኒ ዝደሊ ሰብዓይ ሓሙሽተ ዶላር። ጄምስ ዋላ ሓንቲ ሳንቲም ከም ዘይብሉ ይነግሮ። ሃርለን ግን ምንም ኣይግደስን። ክንዲ ዝከኣለኒ ሓጊዘካ እየ። ተደሊኻ መሬትካ፣ ተደሊኻ ገዛኻ፣ ተደሊኻ ወድኻ ሽጥ። ኣነ ክንዲ ዝከኣለኒ ሓጊዘካ እየ ካብዚ ንደሓር ናትካ ጉዳይ ኢሉ ሓዲጉ ይኸይድ። በዘርኡ እዚ ጄምስ ተዋሪዱን ተጸሪፉን ደጊሙ ኣብ ዘይወጾ ጉዳይ ኣትዩን ይተርፍ። ድሕሪ'ዚ ናብ ውሽጢ ገዛ ይምለስ እሞ ሄነሪ ኩሉ ይሰምዕ ከም ዝነበረ ብምንጋር ንሼንን ኣቦኣ ኣርሒቑ ክሰዳ ኣይፈቅድን። ሒዘያ ክጠፍእ እየ ኢሉ ድማ ይነግሮ። እዚ ክሰምዕ እንከሎ ጄምስ ብጣዕሚ ይናደድ እሞ እዚ ገዛ ንኸይጉዳእን ከይጠፍእን ክንደይ መከራ ከም ዝኸፈልና ኣይትረስዕ። ንሓንቲ ዘይትረብሕ ጓል ኢልካ እዚ ሕርሻ ኣብ ሕማቕ ኩነታት ከይተእትዮ ኢሉ ይኹርየሉ። ጄምስ ሕጂ እውን ልዕሊ ወዱ ነቲ ናይ ሕርሻ መሬቱ ከም ዘቕርብሎ ግልጺ እዩ። ሓደ መዓልቲ እዚ መሬት ከም ትወርሶ ኣይትረስዕ ኢሉ ንኽጸንሕ ይነግሮ እሞ ሄነሪ ግን ተናዲዱ ነቦኡ ተጻሪፍዎ እዚ ምሉእ ሕርሻ እዚ ዝተረገመ እዩ ኢሉ ሓዲግዎ ይኸይድ። ኣብ ዝቕጽል መዓልቲ መሬት ኣትሒዙ ካብ ባንኪ ልቓሕ ንኸውጽእ ይኸይድ እሞ እቲ ማናጀር ሸውዓተ ሚእቲ ሓምሳይ ዶላር ከውጽእ ከም ዝኽእልን ከም ሃርለን ማይ ዘለዎ ገዛን ሓዳሽ መኪናን ሓዳሽ ሰበይትን ከምጽእ ከም ዝኽእል ድማ እናቐለደ ይዛረቦ። ጄምስ ከም ዝሓስበሉ ነጊሩ ደገ ክወጽእ እንከሎ መኪንኡ ተሰሪቓ ትጸንሖ። ኣብኡ ዝጸንሐ ደብዳቤ ከንብብ እንከሎ ሄነሪ ወሲድዋኒ ኣብኡ ድማ እንድሕር ድኣ ክትመልሰኒ ወይ ጠጠው ክተብለኒ ሞኪርካ ንኣርለት ዝገብርናዮ ንኹሉ ሰብ ክነግር እየ ኢሉ የፈራርሖ ካብዚ ዝኸበደ ነገር ግን ንሼነን እውን ሒዝዋ ምጥፍኡ እዩ ጄምስ እዚ ክሰምዕ እንከሎ ሙሉእ ንሙሉእ ይፈርሶ እዚ ኩሉ ዝገበርክዎ ድኣ ንምንታይ እዩ ነይሩ ኣብ ርእሱ እዚ ኩሉ ዝገበረ እቲ መሬትን ገዛን ንምሕላይን ንወዱ ንምውራስን እዩ ነይሩ ሕጂ ግን ሰበይቱ ቀቲልዋ ወዱ እውን ጠፊኡ እኔ መሬቱን ገዝኡን ዝወርሰሉ ሰብ ድማ ኣይተረፈን ከምዚ ኢሎም ብዙሓት መዓልታት ይሓልፉ እሞ ክረምቲ ይኣክል። ሓያል ማይ እናወቕዐ እንከሎ ጄምስ ኣብ ውሽጢ ገዛ መጽሓፍ እናንበበ ይጸንሕ። ካብ ላዕሊ ዝኾነ ነገር ይነጥቦ እሞ ደም መሲልዎ ኣቕርዩ ይጥምት። ግን ገዝኡ ዝናብ ስዒርዎ ማይ እዩ ዝነጥብ ዘሎ እምበር ደም ኣይኮነን። ሕዚ እውን ሰንኪ እቲ ናይ ጥፍኣት ስምዒቱ ማይ እውን ደም ኮይኑ እዩ ዝረእዮ ዘሎ። ኣብቶም ዝቕጽሉ መዓልታት ነገራት እናኸበዱ ይመጹ። ምሸት ምሸት ዝተፈላለዩ ድምጽታት ይሰምዕ። ሰብ ከም ዝኸይድ ኣሎ፣ ማሕጽ ከም ዝዕጸሎን ዝኽፈት ኣሎን። ኣርለት ኣብዚ ገዛ እኒኣ ኢሉ ድማ ምእማን ይጅምር። ከምዚ ኢሉ ዝተወሰኑ መዓልታት ይሓልፍ። እቲ ናይ ቀደም ፖሊስ ዓርኩ ይመጽእ እሞ ኣብዚ ከተማ ብዙሕ ሕሜታት እኔ። ድኳናት ብሓንቲ ንእሽተይ ጓል እትሕግዞ ወዲ እናተዘረፈ እዩ። ወዲ ኻን ሼነንን ከይኮኑ ኣይተርፍን ተባሂሉ ድማ እዩ ዝጥርጠር። እንታይ ተገሩ ናይ ሐይሽ ኢሉ ንጄምስ ይሓቶ እሞ ጄምስ ተናዲዱ ሄነሪ ከምዚ ፈጺሙ ኣይገብርን ሕጂ ይሕመኒ ስለ ዘሎ በይነይ ግደፈኒ ኢሉ እናጉየና ሓንቲ ክፍሊ ይኣቲ። እቲ ምሸት ንሱ ግን ምዝናው ክጅምር እንከሎ ሕጂ እውን ማይ እናሰዓረ ይርእ እሞ ናብ ባንኪ ከይዱ እተን ሸውዓተ ሚእትን ሓምሳን ዶላር ተቐቢሉ ገዝኡን ህይወቱን ከመዓራሪ ይውስን። ናብ ገዛ ተመሊሱ ናብቲ ናይ ኣርለት ቅርሺ መቐመጢ ሳንዱቕ ከቕምጦ እንከሎ ግን ካብቲ ውሽጢ እንጭዋ ወጺኣ ኢዱ ነኺሳቶ ትሃድም። እቲ ምስሊ ተቐይሩ ንዓሰርተ ትሽዓተ ዕስራ ሓሙሽተ ይወስደና እሞ ጄምስ ንዛዚኦ ዝጽሕፈሉ ዝነበረ ክፍሊ እታ ነዃል ዓባይ ኮይና ካብ ውሽጢ ሓንቲ እንጭዋ ትቐልቀል ብድሕሪታ ድማ ተሰለፋ ብዙሓት ኣናጹ ኣለዋ። ይኹን ደኣ እምበር ጀይምስ ምጽሓፉ ይቕጽል። እቲ ምስሊ ተቐይሩ ናብቲ ቀዳማይ ታሪኽና ይመልሰና እሞ ጀይምስ እታ ኣንጭዋ ክትነኽሶ እንከላ ብዙሕ ደም ፈሲስዎ ስለ ዝነበረ ኢዱ ጠቕሊሉ ክጸርጎ እናሞከረ ንርእዮ። ካብቲ ግዜ እሱ ንደሓር ጀይምስ ብኸቢዱ ኣልኮል ምስታይ ይጅምር። እቲ ማይ ዘንጥብ ነበረ ኣብ ላዕሊ ዝነበረ ቀዳድ'ውን ዝዓበየ እናኾነ ይመጽእ። ክረምቲ ክኣቲ እንከሎ ቁሪ ልዕሊ መጠን ይርትዕ። ኢዱ እውን ኢንፌክሽንዮ ዝሓሞ በብመዓልቱ እናኸፈ እትኸይድ። ናብ ሆስፒታል ንክኸይድ እታ ካልኣይቲ ናይ ቀደም መኪንኡ ክውልዓ ይሙክር እሞ ምስራሕ ኣብያቶ ናብ ውሽጢ ይምለስ። ቆሪርዎን ሰኺሩን መፍትሒ ስኢኑን ኣብ ገዛ ኮፍ ኢሉ እንከሎ እቲ ኣፍ ደገ ገለ ሰብ ዝደፍኦሎ ይመስል ብተደጋጋሚ እናተኸፈተ ይዕጸ። ጄምስ ኣተኲሩ ክርኢ እንከሎ ኣብቲ ኣፍደገ ናይ ኣርለት ሬሳ ጠጠው ኢሉ እናጠመቶ ይጸንሕ። ደንጊጹ ናብቲ መንደቕ ይጽጋዕ። ሕጂ ዝርእዮ ነገር ናይ ብሓቂ ድዩ ናይ ሓሾት ምንም መጣራጠሪ ነገር ኣይነበሮን። ኣርለት ናይ ብሓቂ እያ መጺኣቶ። ተደናጊጹ ሰንደልደል እናበለ ናብ ቤስመንት ይጸድፍ እሞ ቻርለት ኣብ ማይታ ናጹ እናዓጀበኣ ቅስ እናበለት ትቐርቦ። ናብኡ ክትመጽእ እንከላ ግን ፈጢና ኣይኮነትን። ሕድሕድ ሰከንድ ብፍርሓት ከስተማቕራ ዝደለየት እያ ትመስል፣ ርግዕ ኢላ እያ ትቐርቦ። ጄምስ ሰብሰዓት ናብ ዕዳን ተጸጊዑ፣ እንድሕር ደኣ እዚ ቀልዲ ኮይኑ ምንም ኣየስሕቕን፣ ክትቀትለኒ ተኾይንኪ እውን ቀልጢፍኪ ቅተልኒ፣ ካብዚ መከራ እዚ እውን ገላግልኒ ኢሉ ምዝራብ ይጅምር። ኣርለት ግን እዚ ኩሉ ኣይገበረትን። ቀስ ኢላ ናብ እዝኑ ትቐርብ እሞ ዝሞተ ሰብ ጥራይ ክፈልጦ ዝኽእል ሓደ ነገር ትነግሮ። ሄነሪ ምሉእ ዓዲ ዘሸበረ ሓደገኛ ሰራቒ ተቐይርኔ፣ ሄነን እውን ክሰርቁዎም ዘለዎም ቦታታት እናዘርዘረት ትሕግዞ እያ ዘላ፣ ኣብ ቀረባ ግዜ ድማ ክመውት እዩ ኢላ ትነግሮ። እዚ ትንቢት እዚ እውን ኣብቶም ዝቕጽሉ መዓልታት ሓቂ ዀይኑ ይጸንሕ። ሸይንን ብሓደ ዘረፋ ብጥይት ትውቃዕ እሞ፣ ሄነሪ ንሓደ ሰብ ዘይብሉ ቦታ ወሲዱ ክሕግዛ ይሙክር። ግን እንታይ ክገብር ከም ዘለዎን ከመይ ገይሩ ከም ዝሕግዛን'ውን ስለ ዘይፈልጥ ሸይንን ትመውት። ምሉእ ንምሉእ ተስፋ ቈሪጹ ኣብ ጐና እናሃኸየ ድማ ይደቅስ። ኣብ ዝቕጽሉ መዓልቲ፣ ጀይምስ ኣብ ሕማቕ ኵነታት ኣብ ገዝኡ ይርከብ እሞ፣ እቲ ናይ ቀደም ፖሊስ ዓርኩ ንሆስፒታል ይወስዶ። ደጊሙ ክነቅሕ እንከሎ እታ ኢዱ ኢንፌክሽን በዚሕዋ ስለ ዝነበረት ከም ዝተቖረጸት ይርኢ። ሕክምንኡ እናተኸታተለ እንከሎ ድማ ዘሕዝን ዜና ይሰምዕ። ሼነን እና ሄነሪ ሞይቶም እዮም። እቲ ሬሳ ናይ ወዱ ምዃኑ ንምርግጋጽ ከይዱ ክሪኦ እንከሎ ድማ ብጣዕሚ ዘደንግጽ ነገር ይርኢ። ሰውነቱ ምሉእ ንምሉእ በናጹ ተበሊዑ እዩ። ኣብዚ ሰዓት እዚ እተን ኣናጹ ካብ እንስሳ ሓሊፈን ናብ ዝኸዶ ዝስዕባኦ ናይ ጥፍኣት ስምዒት ኣላርም እየን ኮይነን ዘለዋ። ሄነሪ ናይ ቀብሪ ስነ ስርዓት እውን ዝመጸ ዋላ ሓደ ሰብ ኣይነበረን። ፈተውቲ፣ ሓዘንቲ፣ ቤተሰብ ዋላ መጽናዕንዕቲ ማንም የለን። ኣብቲ ቀብሪ ስነ ስርዓት ዝተረኸቡ ኣርለትን እቶም መዓት ኣናጹን ጥራሕ እዮም። ኣብዚ ሰዓት እዚ ጄምስ ሓደ ነገር ይርድኦ፣ እቲ ዝተረገመ ንሱ እዩ፣ እቲ መርገም ድማ ናብ ኩሉ ቦታ እዩ ዝስዕቦ። ካብኡ ተላዒሉ ድማ ናብ ሕርሽኡ፣ ገዝኡ፣ እንስሳቱ፣ ስድርኡን መሬቱን እዩ ተስፋፊሑ ዘሎ። ተንኮሉን ስስዐኡን እዚ መርገም እዚ ከም ዘምጸሉ እናተረድኦ ገዝኡ ይምለስ እሞ ነገራት፣ ጀይምስ ምስ ላሕሙ ኣብ ውሽጢ ገዝኡ ምንባር ክሳብ ዝጅምር ኣብ ሕማቕ ኩነታት ይበጽሑ። ግን እታ ላሕሙ እውን ብዙሕ ከይጸንሐት ሰንኪ'ቲ ሓያል ቁሪ ትመውት። ድሕሪ'ዚ ንመጠረሻ ጊዘ ኣብታ ዓሰርተ ትሽዓተ ዒስራ ሓሙሽይ ጀይምስ ኮፍ ኢሉ ንዛ ዘይጽሕፈላ ነበረ ክፍሊ ንምለስ። ሕዚ ምሉእ ንምሉእ በናጹ ተመሊኣ እያ ዘላ። ግን ጀይምስ ንዛዚኡ ምጽሓፉ ይቕጽል። ቀስ ብቐስ ኩሉ ነገር ከም ዝኸሰረ እዩ ዝነግረና፣ ገዝኡ፣ ግራቱ፣ ሕርሽኡ፣ እንስሳቱን ኩሉ ሃፍቱን። ኣብኡ ዝተረፎ ነገር ስለ ዘይነበሮ ድማ ናብታ ኣርለት ሓደ ግዜ ክትከዳ ሓሲባ ዝነበረት ከተማ ይኸይድ እሞ ኣብ ሓደ ፋብሪካ ስራሕ ይጅምር። ግን ሕዚ እውን ናብ ዝኸደ ከይዱ እተን ናይ ኣርለት ኣናጹ ምስ ሰዓብኦ እየን። ኣብ ዝሓለፎ ቦታ ድማ እዩ ዝርእየን። ኣብ ትርፊ ሰዓቱ ንኹሎም ሄነሪ ዝዘረፎም ገዛውቲ እናዘረ ይቅርታ ይሓቶም። ኣብ ሰዓት እዚ ሓደ ከቢድ ነገር ይርድኦ። ኣርለት መሬታ ሸይጣ ንከተማ ንክትከይድ ክፈቕደላ ይኽእል ነይሩ እዩ። ኣብተን ናይ ባዕሉ ሰማንያ ሄክታር ብሰላም ክነብርን ይኽእል ነይሩ እዩ። ግን ልዕሊ መጠን ኩርዓትን ስስዐን ኩሉ ነገር ኣባላሽዩሉ። ህይወቱ፣ ስድርኡ፣ ገዝኡን ኩሉ ዝነኽኦ ነገር ከም ዝምረዝን ገይርዎ። እቲ ኑዛዜ ጽሒፉ ክወድእ እንከሎ፣ ጄምስ ካብኡ ኮፍ ዝበለሉ ይትስእ እሞ፣ ኣብ ቅድሚቱ ሼንን ኣርለት እና ሄነሪ ሬሳ ኮይኖም ጠጠው ኢሎም ከም ዝጽበይዎ እነበሩን ምስኦም ዝኸደሉ ሰዓት ከም ዝኣኸለን ይነግርዎ። ናይ ሎማዕንቲ ታሪኽና ድማ ከምዚ ኢሉ ይውዳእ። ብዙሕ ተማሂርኩምን ተዘናጊዕኹምን ክትኮኑ ተስፋ ይገብር። ብወገነይ ካብ ዓሰርተ ትሽዓተ ወየ ክሓልፍ እየ። ክንደይ ከም ትህቦ ምጽሓፍ፣ ንቻናልና ሳብስክራይብ፣ ቪድዮታትና ላይክ እና ሼር ብምግባር ናይ ወትሩ ጊዘ ሓገዝኩም ኣይፈለየና። ብኻልኦት ፊልምታት ደጊምና ክሳብ ንራኸብ ሰናይ ጻንሒት።